እንታይ ክመስል ኣለዎ ኢና ንብል ዘለና? ፕሮቲን ክበሃል ከሎ ከምቲ ኣቐድም ኣቢለ ዝገለጽኩዎ ኣብ ነፍሲ ወከፍ ዋህዮ ኣሎ። ቀንዲ ኮምፖነንት ናይ ኣዕጽምትናን ናይ ጭዋዳታትን'ዩ። እሱ ነብሱ ዝኸኣለ ናይ ኢነርጂ ሶርስ ኣለዎ ማለት እዩ። ስለዚ እቲ ፕሮቲን ንወስዶ ስጋዕ ክንደይ ኣድላይነቱ ኣብ ነብሲ ወከፍ መዓልቲ ማለት እዩ ፐር ደይ ናይ ነብሲ ወከፍ ክብደትኩም ረኣይዎ እንድሕር ስሳ ኪሎ ግራም ትምዘኑ ኮንኩም ስሳ ግራምስ ፕሮቲን ኣብ መዓልቲ የድልየኩም። እዚ ድማ ዝያዳ ሓጋዚ ዝኸውን እንተ ምስ ኤክሰርሳይስ ከተቋርንዎ ጀሚርኩም ማለት እዩ። ከምዚ ትሪእዎ ዘለኹም እቲ ቀጠልያ መንእሰያት እንድሕር ኮንካ ማለት እዩ። መንእሰያት ክትከውን ከለኻ እቲ ብኡ መንጽር እቲ ንዓኻ ደድልየካ ፕሮቲን ኣዝዩ ውሑድ እዩ። ምኽንያቱ ናትካ ፕሮቲን ዲግሪደሽን ውሑድ ስለ ዝኾነ። ስለዚ እንተ ምስ ኤክሰርሳይስ ጌርካ ክትወስዶ ጀሚርካ ነቲ ፕሮቲን ናትካ ውጽኢት ቀልጢፍካ ጭዋዳታትካ ናይ ምህናጽ ዓቕሚ ኣለካ ማለት እዩ። እንተድኣ ብደይ ኤክሰርሳይስ ፕሮቲን ጥራሕ ክትወስድ ጀሚርካ ኣብቲ ኦፕቲማም ንምብጻሕ እውን ትሽገር ኢኻ። ኣካላትካ ንዕኡ ኦብዘርቭ ክገብሮ ይሽገር እዩ። ስለዚ ብተኻእለ መጠን ነብሲ ወከፍ ፕሮቲን ክንሓስብ ከለና እቲ ዓሰርተ ሓሙሽተ ደቓቕ ወይ ከኣ ሓንቲ ካብ ሚእቲ ካብ ግዜና ንኤክሰርሳይስ ኢልና ክነውፍራ ክንክእል ኣለና። እም ምስኡ ድመጽእ እቲ ምስ ዓበይቲ ማለት እዩ ዓበይቲ ብጣዕሚ ብዙሕ ፕሮቲን ይደልዮም ብጣዕሚ ፕሮቲን ብዙሕ ፕሮቲን እዮም ድሀልኹ ስለ ድኾነ ከኣ ንእሽተይ ዎክ እንዳኸዱ ክልተ ሰለስተ ግዜ መዓልቲ ፕሮቲን እንድሕር ሳፕሊመንት ወሲዶም ሓደ ክብደት ክቕንሱ ኣይሽገሩን እዮም ካልኣይ ከኣ እቲ ደድልዮም ኣብ ምርቃቕ ኣዕጽምቲ ከምዚ ናይ ምሕኹልቲ መስበርቲ ከምኡ ውን ናይ ኣስናን ጸገም ገለ ድኣመሰሉ ድመጹ ብቐሊሉ ፕሮቲን ሸድ ስለ ዝገብሩ እዮም ስለዚ ሳፕሊመንቶም እንተ ፋንክሽናል ክኸውን ኮይኑ ከም እትርእይዎ ድለኹም ሰማይን ምድርን እዩ ናይ ግድን ኣብዚ ደረጃ እዚ ማለትሲ ብዙሕ ክወስዱ ኣለዎም እንተ ኤክሰርሳይስ ዘይገብሩ ኮይኖም ጥዑይ ጥዑይ ኣዕጽምትን ጥዑይ ጭዋዳን ክህልዎም እንተ ድንቃሳቀሱ ኮይኖም ግን ብመንጽር ኣብ ከባቢ ሰላሳ ይኣክሎም ማለት እዩ ሰላሳ ግራም ፐር ዶዝ ኣብ ሓደ ግዜ ኣብ ሓደ ሰርቪስ ማለት እዩ እም so እቲ ኤክሰርሳይስን ፕሮቲንን ድብሎ ነዚኣ ትመስል ናይ ግድን ኤክሰርሳይስ ክንገብር ኣለና እንተ በቲ ንወስዶ ፕሮቲን ተጠቀምቲ ክንከውን ኮይንና ወይ ከዓ እሱ ጥዑይ ዝኾነ ጭዋዳ ክህበና ኮይኑ ኦኬ ኣካላትና ዋህዮታትና ክንደይ ግዜ እዩ ዝወስደሎም ኣብ ኣካላትና እቲ ፕሮቲን ሲ ንክንደይ ግዜ ደገልግል ፃዕዲ ዋህዮታት ደማ እቶም ገለ ካብቶም ኣዝዮም ቁልጡፋት ዝበሃሉ ተወሊዶም ዝጠፍኡ ማለት እዩ ንሶም ካብ ሓደ ስጋብ ሓሙሽተ መዓልቲ ይወስደሎም ስለዚ ኣመጋግባና ኣብ ሓደ መዓልቲ ንሓደ ሰሙን ከምዚ ኣነ ዝገብሮ ዘለኹ ሕጂ ሰለስተ ሰሙን ይኸይድ ኣለኹ ሰለስተ ሰሙን በገባብ ደይ ምምጋበይ ንናተይ ጻዕሪ ድዋሄታት ደም ካብቲ ድድለ ጥርዚ ውጽኤም ኣለኹ። ከፍዐይ ደየለ ባህሪ እጥሪ ኣሎ ኦረዲ ካብ ክልተ ስጋብ ትሽዓተ መዓልቲ ድወስደሉን ምስ ነገር ንቅየር ማዕናጠይሞ ከኣ ግደፍዎ ስለዚ ደይለመድካዮ ነገር ሓድሽ ነገር ክትለምድ ሓድሽ ነገር ነብሰኻ ክተእትዎ ከለኻ እቶም ባክቴርያ እዮም ብዙሕ ግዜ በዚ ድቅየሩ ኣብ ካብ ባክቴርያ ሓሊፉ ቀን ናብ ሰራውር ደም ምስ ተሓወሰ ናብ ህዋሳት ምስ ተሓወሰ ከኣ ከምዚ ትርእይዎ ደለኹም መጀመርያ እዚኤን እሞ ነስተብህለለን። እዚኤን እየን እተን ቀንዲ ሕመረት ኣማጋግባና ክንቅይር ከለና ስጋዕ ክንደይ ጥዕና ንረክብ ነዚኤን ኣስተባህሉለን ናይ ሳናቡእና ወይ ካዓ ናይ ኦሊቬል ዝባሃል እተን ሻምብቆ እተን ሰኪዐታት ናይ ሳንቡእና ነፍሲ ወከፍ ሸሞንተ ማዓልቲ እዮም ዝቅየሩ ናይ ስቶሞኮና ዋህዮታት ነፍሲ ወከፍ እንተ ጸኒሖም ትሽዓተ ማዓልቲ ይቅየሩ ናይ ቀንጠንቲ መዓንጣ ኢፒቴልያል ድበሃሉ እቶም ናይ ላዕለዎት ክፋል እቶም ረቀቕቲ ድበሃሉ ድማ ተበጺሖም ኣርባዕተ መዓልቲ እዮም። ሕጂ ኣርባዕተ መዓልቲ ደጋዊ ኣብ ከይተመገብካ ክትከይድ ከለኻ እቶም ዋህዮታት ዲቫይድ እዮም ዝኾኑ ደለዉ ን እቶም ቀዳሞት ይሞቱ ድሓር ሓደሽቲ ዋህዮታት ይመጹ ቀዳሞት ይሞቱ ሓደሽቲ ዋህዮታት ይመጹ እዚ ክኸውን እንድሕር ኮይኑ እቲ ፕሪዲስፖዚሽን ንዕኦም ነቶም ቀዳሞት ዝነበሩ ዋህዮታት እንታይ ዓይነት ባህሪ ኢኻ ትገድፈሎም ደለኻ ደይ እሩም ኣመጋግባ ክልተ ሰሙን ሰለስተ ሰሙን ዳትስ ኢት። ብዙሕ ግዜ ካብ ትራክ ከውጻካ ይኽእል እዩ። ከምኡ ውን ኣብ ጎረረኻ ንኣብነት ትራክ ያናህናስኒ እተ ኣመጋግባና ደይእሩም ኮይኑ ስቕ ኢልና ንቕድሜና እንዳ ሰጋራ እንዳ ሰተና መስተ እንዳ ሰተና ንኸይድ ኮይና ኣብ ክልተ ወርሒ ብዙሕ ነገር ክንከስር ንኽእል ኢና ብዚ ንባዕሉ እቶም ድነውሐ ዕምሪ ደለዎም እቶም ናይ ፋት ሰልስ ድበሃል ማለት እዩ ዳትስ ዋይ ክብደት ምቕናስ ድሽግረና ኣመጋግባና ልክዕ እንድሕር ደይ ኮይኑ ክስጋብ ሸሞንተ ዓመት እቶም ዋህዮታት እዚኦም ንኣብነት ዓጨቦ ድሓዘ ቆልዑ እንድሕር ቆልዑ እንድሕር ሪኢኹም ዕላምኡ ንምንታይ ክነግረኩም እየ እስኪ ኣብዚኣ ስክሪን ሸር ስቶፕ ክገብራ ሓንሳብ ሰደን ወይ ክንሃብ ኢንተራክቲቭ ዝኾነ ዕላል ኦከ ዓፀቦ ድሓዞም ሰባት ክንርኢ ከለናስ እንታይ ኢና ንዕዘብ? ዓፀቦ እንተ ሃልይዎም ቆልዑ ንኣብነት ኣብ ግዜ ጥሜት ኣብ ከምኡ ሽግር ኣብ ዘለዎም ሽግር ኣብ ዘለዎ ግዜ ቆልዑ እንተ ርኢና ብዙሕ ግዜ እቲ ጭዋድኦም ምእዳዎም ኣእጋሮም ብጣዕሚ ይረቅቕ እቲ ከስዐኦም ግን ኣዝዩ ገጂፍ ኮይኑ ኢና ንሪኦ ከምኡ ክኸውን ካብ ዝገብሮ ነገራት ሓደ ድማ እንታይ እዩ እቶም እንታይ ይበሃሉ ቀንዲ ህዋሳት ናህና ከም በዓል ልቢ፣ ሳንቡ፣ ኩሊት ገለ ዝኣመሰሉ ንዕኦም ጸዓት ስለ ዘድልዮም እቲ ፋት ዝበሃል ናይ ግድን እቶም ዋህዮታት ንዕኡ ሪተይን ክገብርዎ ኣለዎም። ብመልክዕ ኣእምሮና ነቲ ሆርሞን ትሪክ ብምግባር እኳ ኢና ንዕኡ ክንቅይሮ ንኽእል። ብዙሕ ግዜ እዚ ትዕዝብቲ እዚ ድማ ኣዝዩ ሓደገኛ ብዝኾነ መልክዑ ኣብ ምሻሎ ካብ ንሕና ክንግምቶ ንላዕሊ ንኽእል ንላዕሊ ጥርዚ እዩ ዝወስደና እቲ እቲ ስብሒ ምእካቡ ማለት እዩ። ስለዚ እቶም ናይ ከስዐና ስብሒ ነዊሕ ግዜ ይወስዱ ካብቶም ካልኦት ዓይነት ስብሒ። እዋይ ብዙሕ ሰብ ክጽበ ጸኒሑ ግን i didn't see it ይቕሬታ ደጋጊመ stop እንዳገበርኩ ክምለስ እየ ናብዚ ማለት እዩ። ኦኬ ብሓንሳብ ኣለና ዶ ከመይ ኣለና እስኪ ስጋብ ሕጂ ድበልናዮ።
እንዲያ ንሕንሰብ ኣለና ንሕንሰብ ኣለና እያ ፅቡቅ
ኦኬ ዓሰርተ ዓሰርተ ሓሙሽተ ደቂቕ ክንከይድ እሞ ካብኡ ሕቶን መልስን ክንገብር ኢና ብፆትኩም እንድሕር መፅ ሃልዮም እሞ ምእታው ሲእና ኢሎምኹም ፕሊስ ለሚኖ ኣብ ቴክስት ገለ ቴክስት ስለ ዝረኣየኒ ኦኬ እምበኣር ከምዚ ምስል ንሪኦ ዘለና እቲ ናህና ህዋሳት እቶም ዋህዮታት ክንድዚ ዝኣክል ዕድመ እዩ ዘለዎም። ኣብዚ እዋን እዚ ፕሮቲን እንተ በጋባብ ዘይተጠቂምናሉ ቆርበት ሕማም ቆርበት ብዙሕ ግዜ ዝገጥመና እንተ ፕሮቲንና ልክዕ ዘይኮይኑ እንተ በዚሑ ወይ እንተ ዊሒዱ ከምዚ ትሪእዎ ዘለኹም ኣብ ወርሒ ዝመልእ ኩሉ ነገር ክቕየር ይኽእል እዩ። ከምዚ ኣመጋግባይ ቀይረ ማዳ ገዲፍኒ ገለ ዝብሉ ሰባት ብጣዕሚ ብዙሓት እዮም። ከምኡ ውን እቲ ናህና ናይ ኣዕጽምቲ ኣዕጽምትና እንድሕር ጥዕዩ እቲ ቀያሕቲ ዋህዮታት ደም ድማ ካብኡ ካብቲ ቦን ማሮ ስለ ዝስርሑ ወይ ብሓፈሽኡ ዋህዮታትና ጥዕና ክንረክብ ንኽእል ኢና። ጸላም እዛ ጸላም ከብዲ ሕጂ ብዙሕ ሽግር ኮይኑ ዶ ኣሎ ብዙሕ ሰብ ንዓይ ውን ዳሓተኒ እንታይ ይባሃል ጸላም ከብድኻ ሰቢሓ ወይ ጸላም ከብድኻ ሀፐታይተስ ጌራ ኣላ ገለ ድባሃል ሕቶታት እዩ እሱ ከኣ ካልእ ግዜ ከብርሆ ክፍትን እየ። ንሎሚ ግን ኣተኩሮና ኣብታ ናይ ፕሮቲን ንምንታይ ሰባት ፕሮቲን ክወስዱ ከም ዘለዎም እቲ ኣጠቃቅማ ከመይ ክኸውን ከም ዘለዎ ክንቅጽል ኢና። So ብዝሕ ሰብ ኣማጋግብኡ እንታይ እዩ ኣነ እኳ ቁርሲ ይበልዕ እኔ ቆይ ወይ ከኣ ምሳሕ ስለ ዝከብደኒ ይበልዕ እኔ ወይ ከኣ ገዛ ምስ ኣተኩ ድራር ጥራር ጥራይ ድራር እየ ድበልዕ ወይ ብግምጣሎ ኮታስ እዘን ሰለስተ እየን እዚኤን ንሪኤን ዘለና ንጋማጥለን ከም ዘለዎ ኣብቲ ሓደ ግዜ ብዓቢ ፖርሽን ትበልዕ ኣብቲ ሓደ ግዜ ከኣ ዘባን ስለዚ ስኪውድ ንብሎ ማለት ዘባል ዝኾነ ናይ ኒትሪሽን ክንበልዕ ከለና ኣካላትና ብሓደ ግዜ ፕሮቲን ናብ ኣካላትና ናብ ስርዓተ ዝሮ ደም ከእትዎ ድኽእል ብጣዕሚ ውሑድ እዩ ምሻሎ ኣብ ሰለስተ ኣርባዕተ ሰዓትቲ ብጣዕሚ ውሑድ ዓይነት ፕሮቲን ናብ ኣካላትና ክኣቱ ድኽእል እሞ ብሓደ ግዜ እንተ እቲ ደርሆ ምልዕ በሊዕናዮ እሞ ካብኡ ብዙሕ ፕሮቲን ክንሓስ ክንረክብ ንሓስብ ሃሊና ዳትስ ኢት እቲ ትራንዚሽን ትራንዚሽን ፔሪድ ድበሃል ካብ ኣፍ ስጋብ ባጽቕ ግዜ ድወስደሉ ብጣዕሚ ዝተወሰነ ስለ ዝኾነ እቲ ካብኡ ክንረኽቦ ንኽእል ዓቐን ይጎድል ማለት እዩ እንታይ ደኣ ክንገብር ንኽእል እንተባኢልና ቁርሲ ብስነ ስርዓት ኒትሪሽን ዘለዎ ናና ንዓና ደድልየና ዓይነት ፕሮቲን ንምገብ ማለት እዩ ምሳሕ ከኣ ከምኣ ከምታ ንዓና ተድልየና ዓቐን ፕሮቲን ኳልኩሌት ጌርና ንምገብ ደሓር መሊሽና ድራር ከኣ እታ ተድልየና ፕሮቲን እዚ ሕጂ ከስዐና ስጋዕ ዝመልእ ክኸውን የብሉን ናይ ሄርበል ላይፍ ሓጋዚ ዝገብሮ ነገር እንድሕር ሃልዩ ንበል ንኣብነት ኣብ ንግሆ ካብ ዘድልየና ኣብታ ኣብዛ ናይ ቀዳመይቲ ንኣብነት ዓሰርተ ሽዱሽተ ዓሰርተ ዓሰርተ ሽዱሽተ ግራም ወይ ዓሰርተ ሸሞንተ ግራም ወይ ዕስራን ሰለስተን ግራም ፕሮቲን እንተ ደኣ ተድልየና ኮይና ማለት ንበል ሓደ ሰብ ሰብዓን ሓሙሽተን እንድሕር ዝምዘን ኮይኑ ነዛ ሰብዓን ሓሙሽተን ኣብ ሰለስተ እንተመቒልናያ ዕስራን ሓሙሽተን ትኸውን ኣላ ማለት እዩ ሶ ነዚኣ ዕስራን ሓሙሽተን ግራም ፕሮቲን እንድሕር ንግሆ ተድልየና ኮይና፣ ነዛ ዕስራን ሓሙሽተን ግራም ፕሮቲን ካብ ኖርማል መግቢ ክንረኽቦ እንድሕር ኮይና ክልተ ፖርሽን ድኣክል ክንበልዕ ክንክእል ኣለና። ክንድኡ ቆሪስካስ ናበይ ኢኻ ፍኒሕኒሕ ክትብል? ጸገሙ ናይ ከስዐና ምምላኣ ከኣ ድሓር ቀጺለ ከርእየኩም እየ ክስታይ ኣላትኒ። እንተ እዚ ሰብ እዚ ከስዐና ባይ ዘ ወይ ሓደ ሊትሮ ድኸውን ዓቐን እዩ ደለዋ ትሽዓተ ሚእቲ ሚል ማለት እዩ። ካብ ሓደ ሊትሮስ ንእሽተይ እያ ትጎድል። ንሕና ንምገቦ ግን ሓደ ሊትሮ ጥራይ ኣይኮነን ማይ እንድሕር ሰቲና ኣብ ርእሲ ድበላዕናዮ there was this notion ማይ ምስ በላዕናን መግቢ ምስ በላዕናን ብሓንሳብ ድዩ ድኸውን ኢሉ ሓደ ሰብ ጽሒፉለይ ንእሽተይ ኣስሒቓትኒ at the same time ከኣ I felt bad ማለትሲ I felt bad እዚታት ንባዕሉ ቁሩብ እቲ ፍልጠት ስጋዕ ክንደይ ድሩት ምዃኑ የርእየካ እሞ ኣይ ቲንክ ኢትስ ሪሊ ሳምቲንግ ኩላህና ሓቢርና ክንገብሮ ዘለና እቲ ኣዌርነስ ክንፈጥረሉ ዘለና ነገር ይመስለኒ ይቕሬታ እዚኦም

ስለዚ ከስዐኻ ስለ ክንድኡ ድኣክል ደይመልአ እቲ ትሕዝቶ ግን ፕሮቲን ስለ ድኾነ ንእእምሮኻ ወይ ከኣ ንሂፖታላማስ ድበሃል ክፋል ናይ እእምሮኻ ትሪክ ክትገብሮ ትጅምር ማለት እዩ። ክብደት ክትቅንስ ከለኻ ብኸምዚ መልክዕ ትደድልየካ ፕሮቲን ብምግባር ድኣ እምበር ሓንቲ ግዜ ኣብ መዓልቲ ተመጊብካ ክትቅንስ ማለት ኣበደን ኣይብጻሕን እዩ ኣይከውንን እዩ the the body the physiology doesn't support it እም ንኺድ so እዚ ድበልክዎ ምስ ኤክሰርሳይስ እንድሕር ኣተኣሳሲርናዮ ብዘይካ እቲ ንፕሮቲን ኮምፕሊመንት ኣብ ምግባር ኤክሰርሳይስ ድህበና በነፊት እንድሕር ኣልዩ እቲ ናትና ስምዒታት ወይ ሙድ ንብሎ ብጣዕሚ ይመሓይሾ ሞታብሊዝም ናህና ጸቢቑ ይዕረ ክብደትና ከምቲ ድድለ እቲ ዓቐን ፕሮቲን ክስበር ድግበኦ ይስበር ክጽገን ድግበኦ ጭዋዳ ይጽገን ብኡ መንጽር ጭዋዳትናናን ኣዕጽምትናን ናይ ግድን ከምቲ ድድለ ደንሲቲ ይህልዎም ብዘይካ እዚ ድማ እቲ ናህና ኢነርጂ ኩሉ ግዜ ሃይ ይኸውን። ኣነ ንግሆ ከይሰራሕኩ ክወጽእ ከለኹ ብጣዕሚ እየ ዝሽገር ምሉእ መዓልቲ። እዘን ሓሊፈን ዘለዋ ክልተ ሰሙንን ቁሩብ መዓልትን ክነግረኩም ኣይክእልን ስጋዕ ክንደይ ከቢድ እዩ ንዓይ ስጋብ ሰዓት ዓሰርተ ምጽናሕ። ገለ ገለ ሰባት ኣለዉ ኣብዚ ኩሉ ግዜ ሓሳባት ንለዋወጥ ምሸት ቴክስት ንለዋወጥ ገለ የለኹን ቴክስት እንዳገበርኩ መይተ ኣለኹ ሰዓት ዓሰርተ። ገና ሰዓትን ገለን ተሪፍኒ ኣሎ ሰዓትን ፈረቃን ተሪፍኒ ኣሎ ኣነ ነቲ ዕማመይ ክውድእ እም ግን you know it's it's hard it's it's extremely hard ነቲ ነገር ክትበጽሖ ስለዚ ኤክሰርሳይስ ደይ ምግባር ዝፈጥሮ ብድሆ ብጣዕሚ ብዙሕ ብፍላይ ከዓ ኣብ ናትካ ኣእምራዊ ብቕዓት ማለት እዩ ናትካ ሜሞሪ ወይ ከዓ ብሬን ሄልት ብጣዕሚ ድዋዕዋዕ ድብል ኣነ ኤክሰርሳይዝ ከይገበርኩ ዝወጻኹሉ እዋናት ሓንቲ ካብ ሚእቲ ካብ ግዜይ ዝብላ ከም ፕሪንስፕል እንድሕር ኣብ ገዛ ኮይነ ክገብር ዘይክኢለ ምስ ደቀይ ጎይ ደንጒየ እንዳጎየኹ ናብ ዩኒቨርሲቲ ይመጽእ ጨው ሒዳ ዳርጋ ሰላሳን ሸውዓተን ደቒቕ ገለ ትወስደለይ ብደይ ዝኾነ ወይ ድማ ናይ ጎደና ሳይክል ኣለዋ በእን ገረ ይመጽእ ኣብ ክንዲ ብመኪና ዝመጽእ ናይ ግድን ኤቭሪደይ ኤክሰርሳይዝ ክንገብር ክንክእል ኣለና ሳምሃው እታ ሓንቲ ሓንቲ ሚእታዊት ምሻሎ ዋን ፐርሰንት እደይ ካብ ግዜና ናብ ኤክሰርሳይስ ምሕላፍ ማለት ኢትስ ዋን ኦፍ ዘ ቤስት ኢንቨስትመንት ካብ ዝኾነ ወፍሪ ትገብርዎ ንላዕሊ ሚልዮን ገንዘብ ረኺብኩም ኣብ ወፍሪ ውፊርኩም እንድሕር ፍርቂ ሚልዮን ኣብ ጥዕናኹም ንመጥባሕትን ንኻልእ ሕክምናን ተባኽንዎ ኮንኩም እንታይ ትርጉም ኣለዎ ስለዚ this this should be very resonate ንድኾነ ሰብ ክዕለል ከሎ ኤክሰርሳይስ ክበሃል ከሎ ግዜ የብለይን ድብለካ ሰብ በቃ ኣይሓሰበላን ኣይተረደኦቶን ደላ ማለት እዩ ጽቡቕ ገይረ ግዜ ክረኽበላ እየ ኣብ ሆስፒታል ምኻድ ምስ መጸት which is not nice

ክስጉሙ ከለዉ ብዙሕ ኣይሽገሩን እዮም። ሕጂ ካብቲ ሪሃብትሌሽን ናይ ወይ ከኣ ናብ ንቡር ንምምላስ ኣብ ፓርኪንሰንስ ዝጥቀምሉ እንድሕር ኣልዩ ሕጂ ኤክሰርሳይስ እዩ። ልዕሊ ካብ መድሃኒት ንላዕሊ ኤክሰርሳይስ እዩ። እም ሶ ሄልዝ ቾይዝ ናይ ካርባሃይድሬት ክንብል ከለና ካርባሃይድሬት ንዓና ደድልየና ካብ ጸዓቱ ንላዕሊ እቲ ፋይበር ካብኡ ንረኽቦ እዩ። ስለዚ ፋይበር ክንረክብ እንድሕር ኮይና ሆል ግሬን ብጣዕሚ ኮምፕለክስ ዝኾኑ ካርባሃይድሬት ክንርኢ እንክእል ኣለና። the minute እቲ ጻዕዳ ዝኾነት remember it is a poison ጻዕዳ ዝኾነት it's a መርዚ መርዚ ሽዑ ንሽዑ እንደይ ትቐትል በብንእሽተይ እንዳተዋህተል እንዳተዋህለለት ትቐትል መርዚ እያ እንተ ደኣ ክጠቕመና ኮይኑ ተ- ተኾነ ኣየድልየናን እዩ እንተ ደኣ ደሊና ፋይበር ከስዐና እንተ ደኣ ብኻልእ ፋይበር ካብ ንጥቀም ብካርቦሃይድሬት ክንገብሮ ን- ንድሕር ኢልና ካርቦሃይድሬት ማለት ፋይበር ማለት እዩ ካልእ ነገር የብልና ካርቦሃይድሬት ማለት ካሎሪስ ማለት ኣይኮነን ካርቦሃይድሬት ማለት ፋይበር ማለት እዩ ካብ ካርቦሃይድሬት ትረኽቦ ካሎሪስ ኣዝዩ ውሑድ ክኸውን ኣለዎ፣ extremely small። ሕጂ ኣብዚ ፍርቂ መዓልቲ ገለ ክንበጽሕ ከለና፣ ዓንተወይ ናይ ንግሆ ርኢና ኣለና፣ ክንደይ ክመጽእ ኣለዎ ኣመጋግባና፣ ክንደይ ፕሮቲን ክንገብር ንኽእል። ፍርቂ መዓልቲ ገለ ምስ በጻሕና ኣእምሮና እንታይ እዩ ዝኸውን? ብጣዕሚ lethargic፣ ብጣዕሚ እዩ ድኻም ዝስምዓና። እዚ ብብዙሕ ምኽንያታት ክኸውን ኣለዎ፣ ሓደ እቲ ቤቶ፣ ባይ፣ ባዮሪልምስ ንብሎ ወይ ከኣ ናይ፣ ናይ ኣካላዊ ኢነርጂኻ እንዳ እንዳ ደየበ እንዳ ወረደ ክኸይድ ከሎ ንስኻ ተላማምዶ ክኸውን ይኽእል እዩ። ካልኣይ ከኣ ናይ ሆርሞን ምዝንባዕ ክኸውን ይኽእል እዩ። ካብኡ ብዝገደደ ግን እቲ ናይ ካርቦሃይድሬት and ፕሮቲን ባላንስ ናህና ዝንቡዕ እንተ ደኣ ኮይኑ ኣምጺኻ ሳንድዊች እዚ ቱና and and እንታይ ዝበሃል ናይ ኮንቪንየንስ ሳንድዊች እንድሕር ተመጊብካ ተመሳሒኻ ኢነርጂ ትረክብ ዘለኻ መሲልካ that is a big mistake። ብኣንጻሩ ንሱ'ዩ ከድክመካ ምኽንያቱ ከስዐኻ ይመልእ ኣሎ እቲ ዝመልእ ዘሎ ከስዐ ከኣ ኣብ ክንዲ ንዓኻ ብቐጥታ ቀስ እንዳበለ ኣብቲ ደድልየካ ግዜ ካብታ ንግሆ ስጋዕታ ፋዱስ ኣምጺኣትካ ኣላ ካብ ፋዱስ ስጋዕ ምሸት ድወስደካ ቀስ እንዳበለ ኢነርጂ ድህበካ ሳፕሊመንት ኣብ ክንዲ ትወስድ ወይ ከኣ ድህበካ መኣዛ ኣብ ክንዲ ትወስድ እንተ ደኣ ኣብ ካርቦሃይድሬት ጥራሕ ተሞርኪስካ ዳትስ ኣ ቢግ ምስተክ ኣካላትና ዓንተወይ እንታይ ኢለ ኣብ ክልተ ሙድ ኢዩ ኦፕሬት ድገብር በቲ ሓደ ጥርዙ ፋይት ኦር ፍላይት በቲ ሓደ ጥርዙ ከኣ ረስት ኣንድ ድጀስት ከፍ ዕና እንተ ደኣ መሊኡ፣ ሆርሞንስ ኣለዉ ንዕኡ ነቲ ነቲ ምምላእ ዲተክት ድገብሩ፣ ክልተ ዓይነት እዮም፣ እቲ ሓደ ግሪሊን ይበሃል፣ እቲ ሓደ ከኣ ፒዋይዋይ ይበሃል ወይ ከኣ ፔፕታይድ ዋይዋይ ይበሃል። ናብ ዓሚቕ ትንታነ ከይከድኩ እቶም እቶም ሆርሞንስ ንብሎም ዘለና I think I have waiting people. Okay. እቶም እቶም ሆርሞንስ ንብሎም ና እቲ ግሪሊን እንታይ ዲቴክት ድገብር ጥራሕ ከስዕኻ ጥርሑ ምዃኑ ጥርሑ እንድሕር ኮይኑ እንታይ ይብለካ ጠሜ ጠሜ ጠሜ ጠሜ ይብለካ እንተ ደኣ ከስዕኻ ሃልይዎ እቶም ኣብኡ ደለዎ ከዓ ፕሮቲን ኮይኖም ግን ንዕኡ ስጋዕ ድውዳእ ግዜ ስለ ዝወስደሉ ብዘይካ ፕሮቲን ፋይበር ከዓ እንድሕር ኮይኖም ፕሮቲን ፋይበር እንድሕር ኮይኖም ብጣዕሚ ግዜ ስለ ድወስድ እቲ ግሪሊን ናትካ ናብ ኣእምሮ ድሰዶ መልእኽቲ ብመጠን እቲ ግሪሊን ድስራሕ ደሎ ስለ ድኾነ ብዙሕ ግሪሊን ድስራሕ የለን ስለዚ እስኻ ጠምየ ኣይትብልን ኢኻ ከስዐ ኸኣ ኸኣ ብዙሕ ምውታፍ ወይ ከኣ ብዙሕ ምብላዕ ወይ ከኣ ምጽጋብ ኣይረኣዮን እዩ እንድሕር ከምኡ ደይ ኮይኑ እቲ ናትካ ኢነርጂ ናበይ ይኸይድ ንኣብነት ደም ናይ ኣካላትና እቲ ሎጀስቲክስ ናይ ደም ማለት እዩ ድበዝሐ ሰለስተ ክፋላት ድኸዳ ናብ ጸላም ከብዲ ናብ ኣእምሮና ናብ ስርዓተ ምሕቓቕ መግቢ ዜኒንተን ዝበዝሐ ዳርጋ ልዕሊ ፍርቂ ካብ ስርዓተ ዝሮደምና well actually ከባቢ ስሳን ሸሞንተን ሚእታዊት ዝወስዳ እዚኤን እየን ኣእምሮና ከባቢ ዕስራን ኣርባዕተን ሚእታዊት ይወስድ ከስዐና ጥርሑ እንተ ኮይኑ ከባቢ ዕስራን ሓደን ሚእታዊት ይወስድ ዓሰርተ ትሽዓተ ዕስራን ሓደን ሚእታዊት እንተ ተመጊብና ሃሊና ከባቢ ዕስራን ትሽዓተን ሚእታዊት ይወስድ ስለዚ think about it ከስዐና እንተ መሊኡ ኣእምሮና እንታይ እዩ ዝሓስብ ኩሉ ግዜ rest and digest okay ግሪሊን ጥርሑ እንተ ኮይኑ rest and rest and digest እንታይ ማለት እዩ ኮፍ ኢልካ ምሕቃቕ ጥራይ ዝሓስብ ሕጂ ብልዕ ምስ ኣበልና ኩሉ ግዜ ዝስምዓና እንታይ እዩ ድኻም በቃ ምሻ ኣሎ ሪሞት እውን ክተልዕል ኣይትደልን ኢኻ ከምኡ ክኸውን ዝገብሮ እቲ ሆርሞንን እቲ ክፋል ናይ ኣእምሮ ንዑ ዲቴክት ዝገብር ዳይረክትሊ ንዕኡ ነገር ስለ ደንብብ እዩ። ኣብ ክንድኡ እንተ ደኣ እዛ ሚል ሪፕለስመንት ወይ ከኣ ረቂቕ ብጣዕሚ ፈኪስ ዝኾነ ነገር በሊዕካ ከስዐኻ ደይመልእ ሓደ። So ብዝኾነ ነዚ ይመስል እቲ ምሕደራ ኣብ ግዜ ቀትሪ ምሳሕ ብልዕ ምስ ኣበልና ድኻም ካብ ዝስመዓና ክልተ ነገር ክኸውን ይኽእል እዩ። ሓደ እቲ ናይ ሆርሞንስ ሳይክል ክኸውን ይኽእል እዩ ሚድ ኣፍተርኑን ካብ ዝስመዓና እንተ ደኣ ማልቲ ቫይታሚን ንወስድ ኮይና እንተ ደኣ ራይት ኒትሪሽን ሃልዩና እንተ ደኣ ኣጸቢቕና ደይጸጊብና ከምዚ ክስመዓና ኣይክእልን እዩ።

ያት እሱ ጥራይ እቲ ስክሪን ራይና ኣሎ እቲ ፓወርፖይንት That's brilliant.
Okay. So let's go. Um, ከምዚ ይመስል እቲ ቀዳማይ um, ክፋል ናይ ትሕዝቶ ማለት እዩ ድሓር እንታይ ኢና ንገብር እንተ ደኣ የዕንሾ መፂኒ ነይሩ ግን ከይዱ ኦኬ um, so እንተ ንሕና ንወስዶ carbs ብዙሕ fiber ደለዎ ካብ ዓንተወይ እንታይ ንገብር ኢለ ነረ ምስቲ protein shake ንሕና ንጥቀመሉ ኣብ ክብደት ምቕናስ ዘለዉ ሰባት ክጥቀምሉ ይክእሉን እዮም ከምኡ ምኽንያቱ እሱ ንባዕሉ ነብሱ